ንሓበን ይፈልጦ ደይፈልጦን ንክፈልጥ ብዙሕ ተጻዓርኩ ዋላ ክፈልጦ ግን ኣይከኣልኩን ኣይፈልጦን ድየ ኢለ ንባዕለይ ሓቲተ። ምፍላጥ ካልእ እዩ ምፍታው ድማ ካሊእ ከምዘፍቅሮ ይፈልጥ እየ ባዓል ቤተይ እዩ ኣነ ክንዲ ንኡኡ ዘፍቅሮ ንሱ ዝሓስቦ ባዓልቲ ቤቱ ምዃነይ ዘይኮነ ናይ ወዱ ኣደነተይ ጥራሕ እዩ ዝሓስብ። ዝተመርዐወኒ ንኸውልደኒ ምዃኑ ብግልፂ ይዛረበኒ። ገፁ እስር ኣቢሉ ሰላማዊት ናትኪ ስራሕ ቆልዓ ወሊድካ ምጥባው እዩ ይብለኒ። ኣብዚ ግዘ ብዘረብኡ ይናደድ። ብሕቆይ ደቂሰ ጓልና ብዓብዪ ተሰኣለቶ ፎቶ እንዳረኣኹ ዝተዛረቦም ዘረባታት ይዝክሮም። ናትክ ስራሕ ቆልዓ ወሊድካ ኣጥቢካ ምዕባይ ዩ ዝበለኒ ነገር ይዝክሮ ንሱ ናብ ዝደቀሰሉ ተገላቢጠ ራእክዎ እሞ እግረይ ኣልዒለ ኣብ ልዕሊኡ ደሪበዮ ሓደ ግዘ ብሓይሊ ኣስተንፈሰ ግና ኣይተንቀሳቀሰን ክሳዱ ሓቂፈዮ ገጹ ኣዚሩ ሪኡኒ ንምጥያቀይ ንምቕንዐይን ንምጥርጣረይን ይቕሬታ ክሓቶ ደለኹ። ሓቚፈዮ። ኣጥብቕ ኣቢሉ ሓቖፈኒ። ገጹ ናባይ ኣዚሩ ዓይነይ ቀስ ኣቢሉ ሰዓመኒ። ከንፈረይ ምዕጉርተይ ሰዓመኒ። እዚ ኣሰዓዓማ ግና ናይ ይቕረ ምባል ኣይኮነን፣ ናይ ሕርቃን እምበር። ዓሪፍኪ ኸፈሊ ዝብል መልእኽቲ ዘለዎ ኣሰዓዕማ እዩ። ንሱ ዝኣምን ኣነ ቆልዓ ንምውላድ ዝተፈጠርኩ ማሽን ገይሩ እዩ። ኣነ ድማ ክሓስቦ ዝደሊ ዘፍቅረኒ፣ ዝፈትወኒ፣ ክስእና ዘይደሊ ከም ዝኾንኩ እዩ። ግና ታይ ይዓብስ ኣብዚ ሰሙን ሓደ ዘምፆ ሓድሽ ባህሪ ኣሎ። ኣብ ገዛ ዘይምሕዳር ፍቕር ትማልን ትማልን ኣብ ገዛ ኣይሓደረን ናብ ስልኩ ደዊለሉ ኣየልዕልን ናብ ስራሕ ቦትኡ እንትድውል ሓንቲ ጓል የለን ኢላትኒ ኣቐይመዮ ዶ ይኸውን ኣነ ግን ኣይተረደኣንን ኣነ እንታይ ከም ዝተጋገኹ ምንም ኣይተረደኣንን ድማ ካብ ገዛ ወጺኻ ምሕዳር ታይ ማለት እዩ ዝኹሉ ነገር ኣብ ልዕለይ እንትገብር ኣነ ኣይልወጥን። ክሳብዚ ግዘ ግና ሰውነተይ ሓቚፉ ይድቅስ እዩ ነይሩ። ግና ሕዚ ኣናዲዱኒ እዩ። ተይተዛረበኒ ብኸመይ ይሓድር? ምስ ተጨናነቕኩ ናብ መሓዝኡ ደዊለ፣ ታይ ናቱ ነገር ትፈልጥዮ እንዲኺ? መስተ ጀሚሩ እዩ ዝኾን ኢሉኒ። እወ ሓቁ እዩ። በዓል ቤተይ መስተ ጀሚሩ እዩ። ግና ደገ ምሕዳር ኣብዚ ሰሙን ዘምጽኦ ሓድሽ ነገር እዩ። በዓልቲ ቤት ኣይኮንክን ኣደ ውላድ ኢኺ ዝብል ዘረባኡ እውን ኣብ ሕዚ ዘምጽኦ ኣበሃህልኡ እዩ። በሪ ተዃሕኾሐ። ሓበን መሲሉኒ እንዳ ጎየኹ ከይደ ከፊተዮ። ኣብ በሪ ጠጠው ኢሉ ጠመተኒ። ዘሊለ ኣብ ክሳዱ ተዝጥምጠም ደስ ምበለኒ ነይሩ። ከይተዛረበኒ ምሕዳሩ ኣሕሪቑኒ ኣፍጥጥ ኣቢለ ርእየዮ ግና ገጸይ ናይ ሰላም ገጽ ምርኣይ ኣበዮ። ናብ ገዛ ኣትዩ ኣፍጥጥ ኣቢሉ ድሕሪ ንኣይ ምርኣዩ ተናዲድኪ ዲኺ በለኒ። ሰላም ምዃንካ ኣተሓሳሲቡኒ እምበር ኣይተናደድኩን ክብል መሊሰሉ። ቀኒእኻ ንኸይበሃል ዝተጠቐምኩሉ መንገዲ ምላሽ እዩ። ብሰላም ዲኻ ግን? ኣይመለሰለይን። ዝብላዕ ነገር ኣምፅለይ በለኒ ሕቶይ ተይመለሰለይ። ኣነ እውን ብንደት ተይተዛረብካኒ ኣየምፀልካን ኢለ መሊሰሉ። ሕዚ እውን ግና መልሲ ኣይሃበንን። ቅድሚ ክልተ ኣመት ምጥናሰይ ምስ ተዛረብኩዎ ንምንታይ ከምዘይደሊ ዘይተዛረበኒ። ንምንታይ ሎሚ በዓልቲ ቤቱ ምዃነይ ይርስዖ? ግና ኣነ እንታይ በዲለዮ? ኣበይ ከም ዝንትኾን ሓዚነ ንጓለይ ኣፍጢጠ ርእየያ። ለማዓንቲ ንመጀመርታ ግዘ ናይ ወለደይ ገዛ ተዘከረኒ። ዓሰርተ ሸውዓተ ሓጋያት፣ ዓሰርተ ሸውዓተ ክረምትታት፣ ክልተ ሚእትን ኣርባዕተን ወርሕታት ኣሕሊፈ ክሳብ ሕዚ። ብቆልዕነተይ የርኢኒ ስነበሩ ዘይምግዳሽ ካብ ርእሰይ ኣይወጸን ኣደይ ብጣዕሚ ቆልዓ እያ ዝነበረት ኣቦይ እውን ከምኡ ዝውዳእ ንእስነቶም ብደንቢ ይጥቀምሉ ነበሩ ንዓይ ይርስዑኒ ንኦኦም ዋጋ ዘይብለይ ነገር ነበርኩ ግና ለማዓንቲ ተዘኪሮምኒ እዚ ናተይ ዝበልክዎ በዓል ቤተይ እንትርሕቃኒ ስድራይ ዘኪረዮም። እዚ በዓል ቤተይ ኣብ መጀመርታ ኩሉ ነገሩ ኣነ ነበርኩ። እንትዘናጋዕ፣ እንትጻወት፣ እንትበልዕ ኣብ ተስፍኡ ኣነ እየ ነይረ። ቆልዓ ድሕሪ ምውላደይ ግና ምሳይ ክረኣ ክሓፍር ጀመረ። ብሓደ ደገ ካብ ንወጽእ ብዙሕ ኮይኑና እዩ። ኣነ ኣብ ገዛ ኮይነ ንሱ ምስ ካሊእ ጓል። ፍቅሪ ጀሚሩ ተኾነ ኣነ እንታይ ይፈልጥ ደገ ይወጽእን ብጓልና ኣሲሩኒ ትምህርተይ ኣቋሪጸ ምስ ኣዝማደይ ተቆራሪጸ ምስ ማሓዙተይ ተፈላልየ። ምሳይ ዝነበራ መማህርተይ ኣበይ ይኾና ኣይፈልጥን እዛ ገዛ ኣሲራትኒ ሰለስተ ሰዓት ኮነ ሃበን ከም ኣመሉ ሕዚ ውን ኣይመጸን ቅድስቲ ጸዋታ ኣድኪምዋ ደቂሳ። ኣነ ግና ይጭነቕ ኣለኹ፣ ጽባሕ ታይ ይፍጠር ይኾን ዝብል ሓሳብ ይሓስብ። ናይቲ ገዛ ኩነታት ኣጽሊእዎ ይዝኾን ኢለ ነቲ ገዛ ብዘለኒ ዓቕሚ ኣጸባቢቐ ይጸንሖ። ግና ዝገበርክዎ ኩሉ ሪኡ ከም ዘይረኣ ይኸውን። ታይ ተዝገብር ይሕሸኒ? ካብ ስድራይን ካብ መሓዙተይን ሪሒቐ እየ። ኣብዚ ወርሒ። ልዕሊ ዓሰርተ ግዘ ደገ ሓዲሩ እዩ። ውሽማ ክህሉ ኣለዎ ተዘይኮይኑ ከም ዘይኸውንን ግና ከረጋግፅ ኣይክእልን። ካባይ ትፅብቕ ዶ ትኸውን ወይስ እንታይ? ምስ ናይ ሓበን ናይ ቀደም መሓዝኡ ደገ ምውፃእ ጀሚረ እየ ኣየር ንክቕበል። ሓበን ተመፅዩ ሕዚ ወፅያ በልዬ ኢለ ንሰራሕተኛና ተዛሪበ ምውፃእ ኣብዚሐ። ምስ ዝተበኣሶ ናይ ቀደም መሓዝኡ ንፋስ ከም ዝውቃዕ ሓበን ሰሚዑ ሓደ መኣልቲ ጠየቐኒ። ኣበይ እንዳ ምሻኹ ከም ዝመጽእ ኣበይ ከም ዝውዕል ሓስየዮ ኣብ ገዛ እየ ዝውዕል ኢለ ሓስየዮ። ኣይኣመነንን ብጽፍዒት ወቐዐኒ። እንትወቕዐኒ ደንጊጸ። ሲኒማ ፊልም እናረኣና። እቲ ፊልም ዕረፍቲ ምስ ኮነ ናይ ቀደም መሓዛ ሓበን ንስኺ ናይ በዓል ቤትኪ ጸባይ ኣይትፈልጥዮን ንዝበለኒ ዘረባ ሓቁ እዩ ማለት እዩ ኢለ ሓሲበ። ካብ ጽፍዒቱ ንላዕሊ ዘሕረቐኒ ሻርሙጣ ኢኺ ዝበለኒ ነገር እዩ። እዚ ቃል ንዓይ ኣይግበኣንን ነይሩ። ዘጀመረኒ ንሱ ምዃኑ ረሲዑ ምሳይ ቅድሚ ምድቃሱ ምስ ክንደይ ኣጓላት ንሱ ደቂሱ ይኸውን እዩ። ኣነ ግን ንሱ እዮ ጀሚሩኒ ነይሩ ምስ ክንደይ ተፋቂሩ ይከውን ንዓይ ግና ሸርሙጣ ኢኪ ኢሉኒ ኣብቲ መኣልቲ ድቃስ ተይወሰደኒ ሓደረ። ግና እዚ ነገር ንኡኡ ምንም ኣይመሰሎን ከም ዘለኩ ገይሩ ውን ኣይቆጸረንን ንሱ ይሕርንክ ሸርሙጣ ኢኪ ድሕሪ ምባሉ ኣብ ካልኣይ ወርኩ ካብ ገዛ ወጸ እታ ዝፎትዋ ናተይ ዝብላ ክፋል ኣካለተይ ዝኾነት ቅድስቲ ሒዝዋ ከደ። ካብ ዓቕመይ ንላዕሊ እዩ ዝነገር ንሱ ዝብሎ ምስቲ ናይ ቀደም መሓዝኡ ዝኾነ ነገር ኣለዋ እዩ ዝብል እዚ ግን ሕሶት እዩ ኣነ ምንም ነገር የብለይን ካባይ ንላዕሊ መን ክእመን ይኽእል ንዝቕጽል ወርሒ ዝበልዖ የብለይን በዚ ጉዳይ ነቲ ናይ ቀደም መሓዝኡ ከሽግሮ የብለይን። ቅድስቲ ብዘይካይ ምንባር ትኽእል ዶ? ሓበን ግን ክንደይ ጨካን እዩ። ናይ መሓዛ ሓበን ናብ ገዛ ምምጻእ ንበይነይ ምዃነይ ተቕለለለይ ዋላ ናይ ቀጻሊ ሂወተይ ግና የተሓሳስበኒ። ኬክ ሒዙለይ መጸ። ፊልም ንርኣይ ምምጻእ በለኒ። ግና ንቐጻሊ ወርሒ እንታይ'የ ክኾን? ሓደ ካብ ምዃን ክልተ ምዃን ይሓይሽ። እቲ ሓደ ተወዲቑ እቲ ሓደ የልዕሎ። ክልቲኦም ብሓደ ተደቂሶም ይሞቖም። ሓደ ንበይኑ ብኸመይ ይመውቕ? ዝተኣሰረ ገመድ ቀልጢፉ ኣይፍታሕን። ቦግሲ ዝኾን ናይ ኣጻብዕቲ ምትእኽኻብ እዩ። ግና ሓበን ነዚ ነገር ኣይተረድኦን። ንሱ ንጓልና ሒዙ ጠንኪሩ እዩ ክልተ ኮይኑ እዩ ኣነ ግና ተስፋ የብለይን ስለ ሓበን ተጠየቅኩ ዝዛረበኒ ዝፈልጥ የለን እዚ ካብ ዝኮን ኣርባዕተ ወርሒ ሓሊፍዎ ናይ ቀደም መሓዛ ሓበን ካብ ጎነይ ረሓቀን ተመርዓወኒ ይብለኒ ኣሎ ትፉ ሰበይቲ መሓዝኡ ብከመይ ይምነ ይብል ብልበይ። ግና ድሕሪ ኣርባዕተ ወርሒ ስለ ሓበን ዝሰምዖ ዝነበርኩ ነገር ጽቡቕ ኣይነበረን። ተመር እዩ ንጓልና እውን ሰበይቲ ኣቦ ፈጢሩላ እዩ ይበሃል። ሰበይቲ መሓዝኡ ብኸመይ ይምነ? ዝበልክዎ መሓዛ ሓበን ክቐርቦ ኣለኒ ወይስ ኣቦ ጓለይ ፍቕረይ ደልየ ለሚነ ምስኡ ክነብር። ዘይተጻረየ ዘረባ ንርእሰይ ይርብሾ ግና ሓበን ናይ ጨካናት ጨካን እዩ ብጣዕሚ ዘፍቅሮ ጨካን ኮይኑኒ። በጃኹም ሓሳብ ሪኢቶኹም ክገብሮ ዘለኒ ኣብ ናይ ኮመንት መጽሓፍ ቦታ ግደፉለይ።